ንዓኻ ጽቡቕ፣ ፍቕሪ፣ ሓልዮት፣ ኩሉ ነገር እዩ ዝግበኣካ ነይሩ፣ እዚ ኣይግበኣካን ነይሩ። ትፈልጥ ኢኻ ልዕሊ ማንም የኽብረካ፣ ልዕሊ ማንም ከም ተፍቅረካ፣ ልዕሊ ማንም ከኣ ከም ዝፈትወካ ማለት እዩ። ንስኻ ማለት ንዓየ መምህረይ፣ ክብራተይ፣ ሓወይ፣ ኣቦይ ኩኒኻ ኣነ ኸኣ ኣዝያ ፈሪተሉ ብዓደይ ክኣቱ'የ ደሃይ ግበረለይ ናትካ ድምጺ ዘይሰማዕኩ ዓደይ ድበሃላ እየ ኣቲ ነይረ። ድምጻ ቀይረ ስለ ዘቕረብኩዎ'ዩ እምበር ትኽክለኛ ድምጻ ተትሰምዕዎ ነይርኩም። ክትዛረብ ዓቕሚ እናሓጸራ እናነብዐት ስለ ዝሰደደትለይ ኩሉ ሪከርዳ እናነባዕኩ እየ ሰሚዐዮ ኣነ። ዓሰርተ ሸሞንተ ሚልዮን ዝኣክል ኣብ ስዑዲ ኮይና ዝገዘእቶ መሬት ሓዳር ንክገብርሉ ኢሉ ምስ ኣስርሐ እያ ኤድስ ከም ዘለዎ ምስ ሰምዐት ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ሎም መዓልቲ ሒዘልኩም ዝመጻኹ ዛንታ ብጣዕሚ ዘሕዝን ልቢ ዝትንክፍ ልክዕ ከምቲ ኣብ መእተዊ ዝሰማዕኹምዎ ሓንቲ ሓፍተይ ኣብ ስደት ኣብ ስዑድ ዓረብ ኮይና ምስ ኣብ ጀርመን ዝቕመጥ ኣፍቃርያ ኣብ ከመይ ኩነታት ነይሮም ሕጂ ኸ ኣብ ከመይ ኩነታት ኣለዉ ብሂወት እንድሕር ደኣ ሃልዩ ኣፍቃርያ እዛ ድምፀይ ሰሚዑ ድሃይ ንክገብር ካብ ብሎክ ንክኸፍታ ዝለኣኸትለይ ሪከርድን ዝለኣኸትለይ ጽሑፍን ከስምዐኩም እየ። መጀመርያ ጽሑፋ ከንብበልኩም እየ፣ ብድሕሪኡ ድማ ካብዚ ጽሑፍ ዝተረፈ ነፍቃሪኣ ዘመሓላለፈትሉ ለበዋ መልእኽቲ ስለ ዘሎ ድምጻ ቀይረ ንድሕንነታ ክብል ከቕርበልኩም እየ ማለት እዩ። ስለዚ ናብኣ ከብለኩም ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል ኣቢተየ ኣነ ሓፍትኺ ሽመይ ንዓኺ ጥራሕ ይኹን ዝያዳይ ኩሉ ግዜ እየ ዝከታተለኪ ብዙሕ ድማ ተማሂረ እየ ካባኺ ቀፅልሉ ዝሓፍተይ የቐንየለይ ዝሓፍተይ ናብ ዘምፀአኒ ክኣቱ ኣነ ሓፍትኺ ኣብ ዓዲ ኣብ ትግራይ ብወለደይ ዝተመርዓኽዎ ሰብኣይ ነይሩ ኣቦ ደቀይ ማለት እዩ ምስ ኣቦ ደቀይ ኣይተስማዕማዕናን ተፈላሊና ካብ ንፈላለ ድማ ትሽዓተ ዓመት ጌርና ኣለና ኣጋጣሚ ብሰብ ዝመጸ ኢና ተፈላሊና ንሱ ብድሕሪኡ ካልእ ሰበይቲ ኣእትዩ ወሊዱ ኣሎ ኣነ ግን ክስካዕ ሕጂ ኣየእተኹን ሰብኣይ ማለት ኣየ ኣብ ስደት ስዑዲ ድማ ሸሞንተ ዓመት ገይረ ኣለኹ እግዚኣብሔር ይመስገን ድማ ኣብዚ ዝሰርሐሉ ገዛ ሸውዓተ ዓመት ገይረ ኣለኹ ተመስገን ንዓይ ዝሃበ ንኹሉ ይሃብ ክብል ይፈቱ ሕጂ ደልየ ዘለኹ ኣቢተይ ፍቕረኛ ነይሩኒ ምስኡ ኣብ ፍቕሪ ሓሙሽተ ዓመት ገይርና ነይርና ሕጂ ግን ኣብዚ ቀረባ ግዜ ተባኢስና። ንሱ ከኣ መባኣሲና ምኽንያት ኣጋጣሚ ምስ ሓደ ዓርኩ ኣፋሊጥኒ። እዚ ዓርኩ ፍቕረኛኺ ኤድስ ኣለዎ እዩ ይብለኒ እሞ ኣነ ከኣ ብጣዕሚ ስለ ዘፍቅሮ ዝነበርኩ ኣይሰምዖን ነይረ ንዚ ዓርኩ። ካብኡ ግን ኣጋጣሚ ሓሚሙ ነይሩ እዚ ፍቕረኛይ። ካብኡ ሕክምና ይኣቱ እሞ። ኣነ ኸዓ ናብ ሓፍቱ ደዊለ ፍቕረኛይ እንታይ ኮይኑ ይብላ'ሞ ንሳ ኸዓ ኣይፈለጥክን ዲኺ ትብለኒ'ሞ እንታይ ይብላ ንሳ ኸዓ ኤድስ ኣለዎ እዩ ኢላ ትነግረኒ ኣነ ኸዓ ክልተ ወርሒ ዝኸውን ካብ ኩሉ ሰብ ርሒቐ ካብ ቤተሰበይ ርሒቐ ስቕ ኢለ ይበኪ ነይረ ካብኡ ሕክምና ወዲኡ ይድውለለይ እዚ ፍቕረኛይ ኣነ ኸዓ ኣይተቐበልክዎን ምኽንያቱ ኣብ ሕማቕ ስለ ዝነበርኩ ድሕሪ ክልተ ወርሒ ግን ተመሊሰ ደዊለሉ፣ እንታይ ኮይንካ ዲኻ እንተ በልክዎ፣ ዘይነገርኩኺ ምሽጥር ኣሎ ይብለኒ። ኣነ ኸዓ እንታይ እዩ እንተ በልክዎ፣ ኤድስ ኣለኒ ይብለኒ። ኣነ ኸዓ ጸገም ኣይብሉን፣ ንስኻ ጥራሕ ሰላም ኩን ኢለ ሕማቕ ኣይተዛረብክዎን፣ ስቕ ኢለ ብሎክ ኢለዮ። ኣብዚ ግን ንዓይ ጽቡቕ ዝገበረለይ ሰብ እዩ እዚ ፍቕረኛይ፣ ንሱ ኸዓ ንወለደይ ገዛ ሰሪሑሎም፣ ኣቑሑ ናይ ገዛ ኸዓ ኣሎ ዝበሃል ገይሩሎም እዩ። ንዓይ ኸዓ ኣብ መቐለ ቦታ ነይሩኒ ክስካዕ ሳልሳይ ፎቕ ኣስሪሑለይ ኩሉ ሙሉእ ኣቑሑ እውን ገይርዎ እዩ። ሕጂ ኣነ ቦታ ጥራሕ እዩ ነይሩኒ ጠቕላላ ሓደ ሚልየን ቅርሺ ጥራሕ እየ ኣውጺኤ ኣነ ኩሉ ግን ንሱ እዩ ገይርዎ እሞ ኣቢተይ ኣነ ከዓ ናይ ማተይ ዘይፈቱ ኮይነ ገዝኡ ክህቦ ደልየ እሞ ብዞም ዝፈልጦም ሰባት ገይረ ገዛኻ ውሰድ ኢለዮ ኣቢኒ ኣነ ከዓ ሕልናይ ኣቢኒ ሕጂ ግን ብኩሉ ብሎክ ኢሉኒ ገዛኻ ውሰድ ምስ በልኩ ንዓኺ ይከታተለኪ እዩ እሞ ገዛኻ ውሰድ ትብለካ ኣላ ሓፍትና በልዮ ናተይ ሽም ንዓኺ ጥራሕ ይኹን ናይዚ ሓወይ ሽሙ ግን መጀመርያ ሙሉእ ሽሙ ጽሒፋትለይ ነይራ ከምዚ ትርእይዎ ዘለኹም ግን ንድሕንነቱ ንኽንብል ኣነን ንሳን ተረዳዲእና ድሕሪ እዛ ጽሑፍ ኣነ ሸፊነሉ ኣለኹ ብዝበለጸ ኣብ ሪከርዳ ትሰምዕዎ ኢኹም ቀጺልኩም ኣብ ሃገረ ጀርመን ይቕመጥ ኣነ ግን ስዑዲ እየ ዘለኽዋ ኣብ ቢተይ ስለ ምኽርኺ ስለ ተገዳስነትኪ እግዚኣብሔር የኽብረለይ ወለላይ ጣዕሚ እየ ድማ ዝፈትወኪ ዘኽብረኪ ቀጽልሉ ኢኺ ኣብ ስራሕኺ ጥዕና ይምነየልኪ የቐኒለይ ዝሓፍተይ ንኹላትና ድምፃ ከምዚኣ ቀዲመ ዝተዛረብኩም ድምፃ ቀይረዮ እየ ስለዚ ከም ዝተቐየረ እናተረዳእኹም ስምዕዎ። ኣነ ኣብ መወዳእታ ድማ ካብ ሪከርዳ ይኹን ካብ ጽሑፋ ዝተረፈ ነገር ስለ ዘሎ ኣነ እውን ከረድኣኩም እየ፣ ናብኣ ከብለኩም እሞ ኣነ ኸዓ ክምለስ እየ።
ኣነ ፍቕረኛኻ ኣብ ስዕዲ ዓረብ ዝነብር ፍቕረኛይ ወዲ ጎላ ሞኸዳ ኣብ ሃገረ ጀርመን ክቕመጥ ሓሙሽተ ዓመት ኣብ ፈርም ዝጸናሕና መጀመርያ ግዜ ክንፋለጥ ከሎና ኣነን ጸሃይ ብሰብ ብፍቅርና ጀሚርናዮ ማንም ሰብ ኣነን ጸሃይ ክንፋለጥ ከለና ማንም ሰብ ኣይፋለጠናን ብዝፈለጥናዮ ከኣ ብሚድያና ተፋሊጥና መዲና ኣለም ፈቂድዎ ከኣ ናብ ፍቅር ናብ ገለ በቅዕና ካብኡ ከኣ ኣነን ጸሃይ ጀምርናዮ ነገር ኣሎ ንሱ ከኣ ፍቅር ጀሚርና ካብ መጀመርያ ጀሚርና ክሳብ መፈጸምታ ሂወትና ለሎ ኢና ተመሓሒና ኣነ ከይጠልመካ ንስካ ከይትጠልመኒ ኢና ተማሓሒና ምሕላለ ብጣዕሚ እዩ ከቢድ ከዚ ወዲ ጎሎም ከዳ ኣብ ሃገረ ጀርመን ትነብር ኣፍካሪትካ ካብ ስዕዲ ዓረብ ሸሞንተ ዓመት ተኣሚተ እዚ ትፈልጠኒ ኢኻ እቲ ግን ብሂወትካ ድሕር ሃድካ ኮይንካ ድሃይ ግበር ብሓውዩ ከኣ እቲ ዝጀመርናዮ ፍቕርና መጠረሽኡ ኣየውቃዕን ሕማቕ ነገር ኣጋጢሙ ኣብ ማእከሉ ጸገም ዘለዎ ኮነ ኣብ ዘለኻዮ ኢድ መጠን እናሃብካ ንዓኻ ጽቡቕ ፍቕሪ ሓልየት ኩሉ ነገር እዩ ዝግበኣካ ነይሩ እዚ ኣይግበኣካን ነይሩ ትፈልጥ ኢኻ ልዕሊ ማንም የኽብረካ ልዕሊ ማንም ከም ተፍቅረካ ልዕሊ ማንም ከኣ ከም ዝፈትወካ ማለት እዩ ድሓን ንመጠረሽትኡ ኣይበቃዕናን እቲ ዝጀመርናዮ ገዛ ቦታ ግን ተፈጺሙ ኣቑሑ ተኣትዩዎ እዩ ዓሰርተ ሸሞንተ ሚልዮንን ሓሙሽተ ሚእቲ ሺሕን ኢራ ወዲኻ እቲ ግን ካልድ ኣይኮነን እቲ ቅርሺ ቦታኻ ተረከብ ብሽም ወላዲተይ ስለ ዘሎ ቦታኻ ተረከብ ስድራይ ኩሎም ከኣ ኣይጭንቀት ኣለዉ ኣነ ከኣ ኣይጭንቀት ኣለኹ ሃውዮ ካሊእ ህየ ኢኺ ትግራይ ክካልክልኪ እምበር ፍታ ግብሩ እዮም ልኒ ኣለው ንኣይ ከዓ ምስ ስድራይ ክብል ባእ ስለኹ መፂኻ ንቶም ስድራ ዋላ ድሃይ ግበረሎም ቦታኻ መፂኻ ውሰድ ወለድኻ ከዓ እቲ ዝሰራሕኻዮ ገዛ ወለድኻ ኣይፈልጥን እዮም

ደጋግመ ድኻ ገዛኻ ተረከብ ብጣዕሚ ንስንዳ ኣለና ኩልና ስድራ ማዘር ጉሎም ኸዳ ዛላምበሳ ዓመት ንሓመሰ ክንደይ ገልታዕታዕ ማኪናን ክንደይ ዓቀበት ቁልቁለትን ምስትግዒና ዶ ይብላ እያ በፂሓ መፅያ እዚ ግን በጃኻ ዘለኻዮ መፂኻ መሬትካ ገዛኻ ውሰድ

መድሃኻ ገዛኻ ተረከብ ቅርስኻ ተረከብ ገዛኻ ተረከብ በጃኻ ራሕማ ኣደና ብጣዕሚ ኢና ንፈትየካ ኩልና ስድራቤት ኣነ ኸኣ ብጣዕሚ ዝፈትየካ ኣብ ዘለኻዮ ኣምላኽ መድህናኣለም ጽላል የንብርልካ እቲ ሕማም ሒዝካኒ ኸኣ መታኪን ኣንተጠልካ

በቃ ብዘይካ ናይ ወለዲ በቃ ወለድካ ሕማ ኣለው በእውነት ወለዲ ብጣዕሚ ሕማ ኣለው ካብ በጃኻ ደሃይ ግበር ቦታ ሓውሰድ ገዛ ሓውሰድ በጃኻ በጃኻ ክብለካ በቃ ክንምለካ በቃ ኣነ ከዓ ኣዝያ ከይተርፍ ዓደይ ከዓ እየ ደሃይ ግበረለይ ናትካ ድምፂ ዘይሰማዕኹ ዓደይ ዝበሃለ ኣይኣትን እየን ድምፅኻ ኣስምዐና ብጣዕሚ ንፈትወካ ወዲ ጎዳምጎዳ ካብ ሃገረ ጀርመን ተምር ብጣዕሚ ንፈትወካ የኽብረካ ንስኻ ማለት ንኣየ መምህረይ ክብራተይ ሓወይ ኣቦይ ኩሉ ኢኻ ደሓን እቲ ዘሎ ጸገምካ መዲና ኣለም ይቐንጥጠልካ

እዚ ሓፍትና ትክክለኛ ድምፃ ተዝሰምዕዎ ነርኩም ንሱ ብፍላይ ብፍላይ ኣፍቃሪኣ እንተዝሰምዖ ነይሩ ንብዓታ ማዕረ ክንደይ ምተረድአላ ነይሩ ኣነ ንባዕለይ ደስ ምበለኒ ነይሩ ነገር ግን ናይ ሚድያ ነገር ስለ ዝኾነ ቀጻሊ ሂወት እውን ስለ ዘለዋ ብሓፈሻ ይርድኣኩም እዩ እየ ድምፃ ቀይረዮ እምበር ኩሉ ሪከርዳ ብንብዓት ዝተመልአ ምዝራብ ዓቕሚ እናሰኣና እያ ሰዳትለይ ኣነ ንባዕለይ ኩሉ ሪከርዳ እናነባዕኩ እየ ሰሚዐዮ ስለዚ ክብለካ ዝደሊ ዝሓወይ ንሳ ከምዚ ዝለመነትካ ስድራኣ ኣብ ከቢድ ጭንቂ ኣብ ከቢድ ሻቐሎት እዮም ዘለው ክስካዕ ከም ዝሰማዕካዮ ክስካዕ ጉሎ ምኻዳ ዘይፈልጡ ዓዲ ኣዲኣ ጥዕና ይብለንን ክስካዕ ጉሎ ምኻዳ ከይደን ሓቲተን ጉሎ ምኻዳ ምስ ከዳ ብዙሕ ቦታታት ምስ ከዳ ብዙሕ ምስ ተንከራተታ ዓድግራት እዮም ዘለው ተባሂለን እንደገና ከዓ ንዓድግራት ከይደን ብዙሕ ፅዒረን እየን ስድራኻ ረኺበንኦም መሬት ወድኹም ገዛ ወድኹም ውሰዱ ኢለንኦም ድማ ኣይብልናን ኣይነገረናን እንድሕር ደኣ ውሰዱ ኢልና ግን ክንወስድ ኢና ግን ኣይንፈልጥን ወድና ገዛ ከም ዘለዎ መሬት ከም ዘለዎ ኣይንፈልጥን ኢሎም እዮም መሊሶምሎም ዘለዉ ንሳ ድማ ካብቲ ትፈላለዩሉ ካብቲ ንስኻ ብሎክ ትገብራ ዓመትን ገለን ክስካዕ ሕጂ ኣብ ከቢድ ጭንቀት እያ ዘላ ብህይወት ክህሉ ደሃዩ ክሰምዕ በቃ ኩሉ ድምፁ ክሰምዕ እየ ዝደሊ፣ ክኽሕሶ እየ ዝደሊ። እቲ ኣነ ዝገዛእኽዎ መሬት ሓደ ሚልዮን የሕሊፋ ዘላ መግዝኢ መሬት፣ ስለዚ እቲ ሓደ ሚልዮን ንባዕሉ ኣነ ኣይደልዮን፣ ንወለደይ ፅቡቕ ነገር ገይሩሎም፣ ካብ ገጠር ኣውፂኡ፣ ገዛ ስርሑ፣ ኣቑሑት ንብረቶም መሊኡሎም እዩ። ስለዚ ኣይኮነን ዶ ናቱ ክንወስድሲ ክሓሱ ንዝበለና ንባዕሉ ክንክሕሶ ኢና። ኣነ ግን ወላዲት ስለ ዝኾንኩ፣ ወሊዳ እያ ትፈልጥ ኢኻ፣ ስለዚ ወላዲት ስለ ዝኾንኩ ኤች ኣይቪ ዝኣክል ሕማም ድማ ደፊረ መስዋእቲ ክኸፍል ኣይከኣልኩን ንህይወተይ። ስለዚ ኣይፈልጥን ነይረ ካብ መጀመርያ። በጃኻ ሕልናይ ንኽዓርፍ መዓስ ከም ዝመውት፣ ኣለኹ ዶ ጽባሕ የለኹን ስለ ዘይፈልጥ ክቐስን ኣይከኣልኩን። ኣነን ስድራይን ኣብ ከቢድ ኩነታት ኣለና። ድምጽኻ ከይሰማዕኩ ዓዲ ክምለስ ኣይደልን። በጃኻ ካብ ብሎክ መልሰኒ ድምጽኻ ስምዐኒ እያ ትብል ዘላ ሓፍቱ ይኹን ዓርኩ ኣይትደልን ንዓኻ ጥራሕ እያ ትደሊ ወይ ብሰብ ጌርኩም ዋላ ኣነ ከራኽበኩም ይኽእል እየ ወይ ድማ ካብ ብሎክ መሊስካ ብክትረዳድእዎ ትኽእሉ በቃ ብፍላይ ብፍላይ ድምጽኻ ስምዓያ ንሳን ስድራኣን ሕልናኦም ንኽዓርፍ ድማ ኣነ እውን ለምንለይ ከም ዝበለትኒ በጃኻ ኢለ ኣነ እውን ክልምነካ እሞ ደውለላ ደውለሎም ብክተረዳድእዎ ትኽእሉ ተረዳድኡ ምሕረት የውርደልካ ከምዚ ዝተመነየትልካ እግዚኣብሔር ኣምላኽ ንሳ እውን ምሕረት ንኸውርደልካ ጽቡቕ ህይወት ንኽትነብር ፈጣሪ ካሕሳ ንኽህበካ እያ ትምነየልካ ኣነ እውን ተኸታተልተይ እውን ከምኡ ኢና ንምነየልካ እግዚኣብሔር ኣምላኽ ምሕረት የውርደልካ ተስፋ ኣይትቑረጽ ኣብ ሕክምና ዘለዎ ኣብ ዝማዕበለ ሃገር ስለ ዘለኻ ብትኽክል ሕክምናኻ እንድሕር ዳኣ ተኸታቲልካ መድሓኒትካ እንድሕር ወሲድካ ከም ማንም ጥዑይ ሰብ ዝነብሮ ሂወት ክትነብር ትኽእል ኢኻ። ከማኻ ዝበለት ከም ዘጋጢሙካ ዘሎ ዘጋጠማ ድማ ሒዝካ ውላድ እውን ትወልድ ትኽእል ኢኻ እንተዘይሞይትካ ሓንቲ ኣብ ህይወትና ሲ ኣብ ሓንቲ ምዕራፍ ጠጠው ኣይትብልን ሓደ ምዕራፍ ክዕፆ ከሎ እንደገና ካልእ ምሕራፍ ይኸፈት እዩ ጥራሕ ንስኻ ተስፋ ኣይትቑረፅ መድሓኒትካ ብግቡእ ውሰድ ኢለ እየ ኣነ እውን ከም ሓፍቲ ክመኸረካ ስለዚ ተኸታተልትና እውን ስኻትኩም እውን ሓግዝዋ ለምኑላ ኣብ ኮሜንት ፀሓፉላ ፅቡቕ ነገር እውን ተመነየሎም ኣነ ንክልቲኦም እየ ኣድኒቐዮም ንዕኡ ማዕረ ክንደይ የዋህ ማዕረ ክንደይ ፈቃር ማዕረ ክንደይ ኣማኒ ሰብ ምዃኑ ብጣዕሚ እየ ተገሪመ ክንድኡ ዝኣክል ገንዘብ ክንደይ ዓመታት ከም ዝወሰደሉ ብኸመይ መንገዲ ከም ዘምጽኦሲ ይፈልጥ እየ ዘይርድኣኒ ኮይኑ ኣይኮነን እያ ኢላትኒ ንሳ እውን ኣነ እውን ዝተረድኣኒ ነገር ንሱ እዩ ንሳ እውን ማዕረ ክንደይ ቅንዕቲ ምዃና ንሳን ስድራኣን ኣብዚ ተኸሓሓድ ተጠላለም ዝበዝሖ ግዜ ማዕረ ክንደይ ቅኑዓት ማዕረ ክንደይ ፈተውቲ ናቶም ሰብ ውለታ ዝፈልጡ ሰባት ምዃኖም እየ ተረድኤ ስለዚ እግዚኣብሔር ኣምላኽ ንኹላቶም ብጽቡቅ ኣኸኺቡ ሕልንኦም ዝቐስነሉ ንሱ እውን ጽቡቕ ህይወት ጀሚሩ ከም ሓው ሓፍቲ ከም ስድራ እንተነኣሰ ዝነብርሉ ህይወት ክህልዎም ንድሕር ሕጂ እየ ዝምነ። ንሎማዓልቲ ዝነበረትና ጻንሒት እዚኣ እያ ትመስል። ኣብ ቀጻሊ ቪድዮ እስካዕ ንራኸብ። ሰሰናዩ ንዓኹም። ባይ ባይ።